ምልዋነ መዓቱ ለእግዚኣብሔር ዘሕያው ለዓለመ ዓለም ወእምዝ መልኣ መቅደሱ ጢሰ መዓቱ ለእግዚኣብሔር እምስብሃቲሁ ወእምኃይሉ አልቦ ዘይክል በዊዓ ውስተ መቅደሱ እስከ ሀልቀ ሰብአቱ መቅሰፍት ዘሰብአቱ መላእክት ምዕራፍ 15 እውን እዚኣ ትመስል ኣብ ዝሓለፈ ሲ ስፖንሰር ኹና ኢልኩም ነይርኩም ማስተር ንምምሃር ጋት ኤግዛም ወሳኒ እዩ እሞ ጋት ከለኩም ዶ ዝብል ሕቶ ቀሪቡ ኣሎ ኣለኒ ተፈቲነ እግዚኣብሔር ረዲኡንስ ሓሊፈ ኣለኹ ስለዚ ማስተር ምምሃር ልኽእለሉ ዕድል በፂሐ ስለለለኹ ምሕጋዝ ትኽእሉ ኢኹም ሕዚ ኣነ ብማኔጅመንት ይኹን ብካልእ ማስተር ምግባር ከይኮነ ዝደልዮስ እቲ ግእዝ ክዓቢ ክሰፍሕ ሃገራዊ ቋንቋና ነባር ጥንታዊ ብዓለም ተፈታውን ልዕሊ ሰላሳን ሓደን ዩኒቨርሲቲታት ለምህር ኣለዋሉ ካብ ሰርቲፊኬት ክሳብ ፒኤችዲ ይወሃብ ስለለሎ ምናልባት እውን ኣብ ልመፁ ዘመናት ኣብዚ ሕዚ ኣነ ዝሰርሐሉ ኣለኹ ትካል ራያ ዩኒቨርሲቲ እውን ግእዝ ክኽፈት እዩ ዝብል ተስፋ ስለ ዘለኒ ትምኒት እውን ስለ ዘለኒ ኣብ ራያ ዩኒቨርሲቲ ናይ ግእዝ መምህር ንክኾንሲ ግእዝ ሞደርን ግእዝ ክመሃር ድሌት ኣለኒ ንዚ እውን ድልው እየ ካብ ገንዘባዊ ሓገዝ ወፃኢ ናይ ካልእ ፀገም የለን። እሱ እውን ናብራና ንመርሕ ኣለና ግን ድማ ትምህርቲ ንምምሃር እቲ ወቕቱ ፈታኒ ስለ ዝኾነ እዩ ስፖንሰር ዝብል ዘለኹ። መጋቤ ብሉይ ወሃዲስ ወሊቅ ዓርከይ መምህር ሰሎሞን እውን ዓሰርተ ሓደ ከምህሮም ዝኽእል ነጥቢ ሒዞም እናሃለዉሲ ብገንዘብ ሕፅረት ምኽንያት ክራይ ገዛ እኒኦ፣ ውላድ እኒሀዎም፣ እተን ዝኽፈለኦም ደሞዝ ውሑዳት እየን። ስለዚ ንደዋወል ኢና በብግዜኡ ዓሰርተ ሓደ ዝጀመሩ መሲሉኒ ነይሩ ሐዚ ግን ዓሰርተ ሓደ ኣይጀመርኹን እና ናይ ቤተ ክርስቲያን ሊቃውንቲ ብገንዘባዊ ሓገዝ ሕፅረት ምክንያት ትምህርቲ እናደለና ተይተምሃርና ንተርፍ ተለና ስለ ዝስምዐና ስምዒትና ንክትካፈሉና ስለ ልደለኹ እየ እግረ መንገደይ ልተሓሳስብ ኣለኹ። ኣነ ክበጽሖ ኣብ ልግበኣኒ ደረጃ በጺሐስ ንምውሳኽ እዩ ብፍላይ ድማ ንዓርከይ ብሓቂ ንመምህር ሰለሞን ኣብርሃ ኲሓ ደብረ ተዋህዶ ቅድስት ማርያም ቤተ ክርስቲያን ናይ መጻሕፍተ ብሉያት መጻሕፍተ ኣዲሳት መጻሕፍተ ሊቃውንት ቅኔ መምህር 11 12 ክመሃርሉ ዝኽእሉ ዕድል እንተፈጢርኹምሎም ክፊሊቶም እንተ ሓጊዝኹሞም ንኣይ ከም ዝሓገዝኹምኒ ደኣና ከም ዝሓገዝኹምኒ ብፍላይ ድማ ንቅድስት ኦርቶዶክሳዊት ተዋሂዶ ቤተክርስትያን ከም ዝሓገዝኹማ መሲሉ ስለ ዝስምዐኒ እዩ እሞ ኣብዚኣ ንክትሕግዙ ሕዚ እውን ደጊመ የተሓሳስብ ብፍላይ ኣብ ደገ ልንዮኹም ኣሕዋት ኣሓት ኣቦታት ኣዴታት ንናይ ቤተ ክርስቲያን ሊቃውንቲ ንጉባኤ ቤታትን ንጉባኤ መምህራንን ሓገዝ ንክትገብሩ ብፍላይ ተጋሩ ኣብ ካልኦት ከባብታት ስለ ልንዮ እዚ ብፍላይ ተጋሩ ግን ኣብዚ ኣይንነጥፊ ስለዚ ክትነጥፉ ክትሕግዙና ንሕና ብሞያና ቤተክርስትያንና ነገልግል ንስኹም ድማ ብገንዘብኹም ብፍልጠትኹም ብዝተፈላለየ መልክዑ ንክትሕግዙና ብስም ልኡል እግዚኣብሔር ሕዚ እውን ይጽውዕ ይሓትት ልኡል እግዚኣብሔር ንኹላትና ካብ ሓጢኣት ወጻኢ ዝሓሰብናዮ ንከፈጽመና ቅዱስ ፈቃዱ ይኹን።